ወይ ከዓ ዓሰርተ ትሽዓተ ለካቲት ክልተ ሽሕን ዕስራን ሓደን ብኣቆፃፅራ ኣውሮጳ እዩ። ዝተፈላለዩ መደባት ኣለውና፣ ዜና ኢና ክነቐድም። ድሕሪኡ ፕረዚደንት ኢሳያስ ኣፈወርቂ ብዛዕባ ዞባዊ ጉዳያት ብፍላይ ንህወሓት ኣመልኪቶም ዝሃብዎ ርኢቶ ትማሊ ኣቕሪብናልኩም ነይርና። ሎሚ ወካላይ ህወሓት ዝሃብዎ መልሲ ክነስመዐኩም ኢና። እቶም ፕረዚደንት ንዘቤታዊ ፖሊሲታት እውን ኣልዒሎም ነይሮም። ሎሚ ክቐርብ እዩ ተፀበዩና። ቅድም ዕለታዊ ዜና ካብ ገብረ ገብረ መድህን።
ከመይ ቀኒኹም ዜና ከስምዐኩም ዩናይትድ ስቴትስ ምቁራጽ ንኢትዮጵያ እትህቦ ሚልዮናት ዶላር ረድኤት እታ ሃገር ኣብ ግዙፍ ፕሮጀክት ግድብ መምንጨዊ ኤሌክትሪክ ምስ ግብፂ ምስ ዘለዋ ምስሕሓብ ከምዘይተተሓሕዞ ምውሳና ኣፍሊጣ። ሚኒስተር ጉዳያት ወጻኢ ዩናይትድ ስቴትስ ሎማዕንቲ ዓርቢ ከም ዝገለጾ ግን ኩሉ ኣስታት 272 ሚልዮን ዶላር ናይ ጸጥታን ልምዓትን ሓገዝ ሽዑ ንሽዑ ክውሕዝ እዩ ማለት ኣይኮነን። ኣብ ቀረባ ምስ ዝተፈጥረ ክስተት ዝተሞርከሰ እዚ ድማ ኣብ ክልል ትግራይ ምስ ዝተፈጥረ ዘስካሕክሕ ግጭት ዝምስረት እዩ ኢሉ ኣሎ። ሚኒስተር ጉዳያት ወጻኢ ከም ዝሓበሮ ሰብኣዊ ረድኤት ካብቲ እገዳ ነጻ ኮይኑ ኣሎ። እዚ ድማ ንመንግስቲ ኢትዮጵያ ከም ዝተገለጸሉ ኣፍሊጡ። ርእይቶ ወሃብ ቃል ቀዳማይ ሚኒስተር ኣብዪ ኣሕመድ ንምርካብ ዝተገብረ ጻዕሪ ኣይሰለጠን። ፕሬዚዳንት ነበር ዶናልድ ትራምፕ ኣብ ዝሓለፈ ዓመት ነቲ ቀጥታዊ ረድኤት ምስ ኣቋረጽዎ ኢትዮጵያ ቁጥዓ ገሊጻ ነይራ። ኢትዮጵያ ምስ ግብጺ ብዩናይትድ ስቴትስ ካብ ዝምራሕ ልዝብ ድሕሪ ምስሓባ፣ ትራምፕ ግብጺ ነቲ ናይ ግድብ ፕሮጀክት ክተፍርሶ እያ ዝብል ርእይቶ ሂቦም ነይሮም። ካብ ሕዳር ጀሚሩ ኣስታት ሽዱሽተ ሚልዮን ህዝቢ ካብ ዓለም ዝተበተኸሉ ኣብ ትግራይ ደማዊ ኲናት ብምክያዱ ኢትዮጵያ ኣብዚ ሕዚ እዋን ካብ ሕብረት ኣውሮፓን ሕቡራት መንግስታትን ሓዊሱ ካብ ዩናይትድ ስቴትስ ጸቕጢ ይበጽሓ ኣሎ። ጃምላዊ ጭፍጨፋ ምፍጻሙ፣ ሰባት ብጥሜት ምሟት ምጅማሮምን መሰኻኽር ዓይኒ ገሊጾም ኣለዉ። ኣሽሓት ወተሃደራት ኤርትራ ኣብ ትግራይ ከም ዝርከቡ እንተተገለጸ እውን መንግስቲ ኢትዮጵያ ኣሉታ ሂብሉ ኣሎ። ዩናይትድ ስቴትስ ወተሃደራት ኤርትራ ብዘይ ውዓል ሕደር ካብ ኢትዮጵያ ክወፁ ኣለዎም ኢላ ኣላ። ኣብ መጀመርያ ሒዝናዮ ዘለና ሰሙን እውን ወሃብ ቃል ሚኒስቴር ጉዳያት ወፃኢ ኣብ ክልል ትግራይ ሰፊሕ ሰብኣዊ መግሃስቲ ይፍፀም ምህላዉ ኣዝዩ የተሓሳስበና ኣሎ ክብል ገሊፁ ኣሎ። እቶም ወሃብ ቃል ብምውሳኽ ኣብ ትግራይ ይካየድ ዘሎ ውግእ ጠጠው ክብል ሙሉእን ዘይተደረተን ተበፃሕነት ሓገዝ ክፍቀድ መግሃስትታት ብገለልተኛ ምርመራ ክካየድን ተሓታትነት ሕጊ ክረጋገፅን ፀዊዖም ኣለዉ። ኣሓት ሃገራት ኣፍሪካ ኣብ መንጎ ኢትዮጵያን ሱዳንን ተኸሲቱ ዘሎ ምስሕሓብ ዶብ በቲ ዘሎ ሰላማዊ መንገዲ ንክፍታሕ ንመንግስቲ ሱዳን ክምዕዱ መንግስቲ ኢትዮጵያ ፃውዒት ኣቕሪቡ። ህዝቢ ሱዳን እውን ንጥቕሚ ክልቲኤን ሃገራት ሃስዩ ጥቕሚ ሳልሳይ ወገን ንምዕዋት ይሰርሕ ኣሎ ንዝበሎ መንግስቲ ሱዳን ፅዕንቶ ክገብረሉ ሓቲቱ ኣሎ። መለስካቸው ኣምሃ ካብ ኣዲስ ኣበባ ንዝልኣኾ ፀብፃብ ሳራ ፍስሃየ ክተቕርቦ እያ።
ሚኒስትሪ ጉዳያት ወጻኢ ትማሊ ኣብ ዘውጽኦ መግለጺ፣ መንግስቲ ሱዳን ኣብ መንጎ ክልቲኤን ሃገራት ንዘሎ ምስሕሓባት ዶብ ኣመልኪቱ ንዘተፈጥሩ ጸገማት ናይ ምግዳድን ነገር ናይ ምጽሕታርን ባህርያት ይፍጽም ከም ዘሎ ብምግላጽ ንተግባራቱ ኮኒኑ። ኣብ መንጎ ክልቲኤን ሃገራት ዝካየድ ዘሎ ጎንጺ ዘስዕቦ ሓበራዊ ዕንወት ኣዝዩ ከቢድ ከም ዝኸውን ብምእማን፣ ብመዳይ ወተሃደራዊ ሓይሊ መንግስቲ ሱዳን ዝንፋሕ ዘሎ ጥሩምባ ኹናት፣ ጥቕሚ ሳልሳይ ወገን ንምዕዋት ክብል ጥቕሚ ህዝቢ ሱዳን ንመስዋእትነት ዘቕረበ እዩ ኢሉ መንግስቲ ኢትዮጵያ ከም ዝኣምን እቲ መግለጺ ኣብሪሁ። ክልቲኦም መንግስታት ብዶብ ኮነ ንመሬት ምኽንያት ገይሮም ከጋጥሙ ንዝኽእሉ ክትዓት ይግበኣኒ ክፈትሕሉ ዘኽእሎም ሰላማውን ሕጋውን ሜላታት ከም ዘለዎም እቲ መግለጺ ሓቢሩ። ሃገራዊ ሓይልታት ሰራዊት ሱዳን ግን ነዞም መሰረታዊ መምርሕታትን ዓለም ለኸ ሕግታትን ብምጥሓስ ኣብ ዝሓለፈ ወርሒ ሕዳር መሬት ኢትዮጵያ ከም ዝወረረ እቲ መግለጺ ወሲኹ ሓቢሩ። ሱዳን ነዚ ብምፍጻማ ንሓበራዊ ሕግታት ዶብ ጥሒሳ እያ። እዞም ክልተ መንግስታት ብዝፈረምዎም ስምምዓት ኣብቲ ዶብ ዝነብሩ ህዝብታት ክልቲኤን ሃገራት ካብ ናይ ሕርሻ መሬታቶም ክፈናቐሉ የብሎምን። እዚ ስምምዕነት ብኻልእ ስጋብ ዘይተለወጠ ጸኒዑ ዝነብር እዩ ዝብል ዓንቀጽ ብመዳይ ሱዳን ከም ዝተጣሕሰ እቲ መግለጺ ዘርዚሩ። ኢትዮጵያ ሕዚ እውን ኣብ መንጎ ክልቲኤን ሃገራት ተኸሲቱ ዘሎ ምስሕሓባት ዶብ ብሰላማዊ መገዲ ክፍታሕ ዘለዋ ጽኑዕ ድልየት ብምግላጽ መንግስቲ ሱዳን ወራራቱ ከቋርጽ፣ ካብ ዘይተደለየ ነገር ጽሕተራ ክቑጠብን ጉዳይ ዶብ ብሰላማዊ መገዲ ክፍታሕ ክሰርሕን እቲ መግለጺ ይሓትት። ኣብ መወዳእታ ኣሓት ሃገራት ኣፍሪቃ ኣብ መንጎ ሱዳንን ኢትዮጵያን ኣጓኒፉ ዘሎ ምስሓባት ዶብ ቅድም ክብል ብዝተበጽሐ ስምምዓት ንኽፍታሕ ንመንግስቲ ሱዳን ክምዕዱ እቲ መግለጺ ጻውዒት ኣቕሪቡ። ህዝቢ ሱዳን እውን ጥቕሚ ክልቲኤን ሃገራት ሃስዩ ጥቕሚ ሳልሳይ ወገን ንምዕዋት ይሰርሕ ኣሎ ንዝበሎ ኣብ ልዕሊ መንግስቲ ሱዳን ጸቕጢ ክፈጥር ጸዊዑ። ካብ ሰሜን ኢትዮጵያ ናብ ማእኸል ሃገር ይውሰድ ነይሩ ዝተብሃለ ዕስራን ሰለስተን ሳንዱቓት ቦምብ ኣብ ቁፅፅር ምውዓሉ ጨንፈር ጉምሩክ ኮምቦልቻ ኣፍሊጡ። ኣብ ኮሚሽን ፌዴራል ጉምሩክ ሓላፊ ቤት ፅሕፈት ናይቲ ጨንፈር ሰማን ዳውድ ንቪኦኤ ኣብ ዝሃቦ መግለፂ እቲ ቦምብ ዝወዳደቑ ሓፂናት ኣምሲሎም ናብ ማእኸል ሃገር ንምእታው ኣብ ዝተፈተንሉ እዋን ናብ ወልድያ ኣብ ዘእቲ መፈተሺ እዩ ተታሒዙ ኢሎም። ዓበይቲ ህንፃታት ናይ ምዕናው ተኽእሎ ዘለዎ ምንባሩ እቶም ሓላፊ ገሊፆም ኣለው። ኣብ ምብራቕ ኣምሓራ ኣብቶም ዝሓለፉ ሽዱሽተ ኣዋርሕ ሚእቲ ሚሊዮን ብር ዝግመት ኣፅዋር ሓዊሱ ዘይሕጋዊ ኮንትሮባንድ ተታሒዙ ኣሎ ኢሎም ኣለው ይብል ፀብፃብ መስፍን ኣራጌ። ላዕለዋይ ቤት ፍርዲ ፌደራል ኣብ ልዕሊ ኣቶ ጀዋር መሓመድ ብውልቂ ናይ ምሕካም ሕቶ ዝሃቦ ውሳነ ብምቅዋም ጠቕላሊ ዓቃቢ ሕጊ ዘቕረቦ ይግባይ ዝረኣየ ጠቕላሊ ቤት ፍርዲ ውሳነ ንምሃብ ን ዓሰርተ ሽዱሽተ ለካቲት ክልተ ሽሕን ዓሰርተ ሰለስተን ዓመተ ምህረት ቆፀሮ ሂቡ። ብኻልእ ወገን ድማ ን ኣቶ ጀዋር መሓመድ ብውልቂ ንክሕከሙ ስለምንታይ ከምዘይፈፀመ ምምሕዳር ቤት ህንፀት ቃሊቲ ሎማዕንቲ ቀሪቡ መብርሂ ክህብ ላዕለዋይ ቤት ፍርዲ ፌደራል ሂብዎ ዝነበረ ውሳነ ኣዛዚ ናይቲ ቤት ህንፀት ብዘይምቕራቡ እቲ ኣዛዚ ብኣካል ክቐርብ ትእዛዝ ብምሃብ ተልዋጢ ቆፀሮ ን ዓሰርተ ሽዱሽተ ለካቲት ክልተ ሽሕን ዓሰርተ ሰለስተን ዓመተ ምህረት ሂቡ ኣሎ ይብል ፀብፃብ ሙክታር ጀማል። ኣብ ክልል ብሄር ብሄረሰባትን ህዝብታትን ደቡብን ክልል ሲዳማን ሻድሻይ ሃገራዊ ምርጫ ናይ ዘፈፅሙ ኣካላት ስልጠና ተጀሚሩ። ኣብ ክልቲኦም ክልላት ኣብ ፈላማይ ዙር ልዕሊ ሸሞንተ ሚእቲ ኣፈፀምቲ ስልጠና ይወሃቦም ከምዘሎ ናይ ደቡብ ክልል ምርጫ ቦርድ ሓላፊ ቤት ፅሕፈት ኣቶ ፍሬው በቀለ ሎማዕንቲ ተዛሪቦም ኣለው ይብል ፀብፃብ ዮናታን ዘብድዮስ ካብ ሃዋሳ። ኣብ ከተማ ኣዲስ ኣበባ ዕለት ሰማእታት ተኸቢሩ። ፋሽስት ጣልያን ኣብ ከተማ ኣዲስ ኣበባ ንሰለስተ መዓልታት ብዝፈጸሞ ጭፍጨፋ ሰላሳ ሽሕ ኢትዮጵያውያን ሰማእታት ዝተቐትልሉ እዩ ዝኽበር ዘሎ። እዚ ንመበል ሰማንያን ኣርባዕተን ዓመት ዝኽበር ዘሎ ኮይኑ ኣብቲ ስነ ስርዓት ፕሬዚዳንት ማሕበር ሓርበኛታት ዳንኤል ጆቴ መስፍን ናይ ሎሚ ወለዶ ሃገሩ ካብ በታኒ ሓይሊ ክሕሉ ኣለዎ ኢሎም ኣለዉ። ምክትል ከንቲባ ምምሕዳር ኣዲስ ኣበባ ወይዘሮ ኣዳነች ኣበቤ ኣብቲ ስነ ስርዓት ብምርካብ ጉንጉን ዕምበባ ኣንቢረን ይብል ፀብፃብ ፀሃይ ዳምጠው ካብ ኣዲስ ኣበባ። ኣብ ደቡብ ሱዳን ፍትሕን ርትዕን ስለ ዝጎደለ ዘርኢ መሰረት ዝገበረ ህውከት ካብ ቁፅፅር ወፃኢ ይኸውን ከም ዘሎ መርመርቲ ሕቡራት ሃገራት ኣፍሊጦም። እቲ ሎሚ ዓርቢ ወግዓዊ ዝተገብረ ሪፖርት ናብቲ ንኣርባዕተ ሰሙናት ኣኼብኡ ከሰላስል ይቀራረብ ዘሎ ቤት ምኽሪ ሰብኣዊ መሰላት ሕቡራት ሃገራት ከም ዘቕርብ'ውን ናይ ጄኔቭ ወኪልና ሊዛ ሽሌን ዝላኣኸቶ ሪፖርት ሓቢሩ ኣሎ። ዝርዝሩ በትረ ስልጣን ከቕርቦ እዩ። ሰለስተ ኣባላት ዝሓቖፈት ኮሚቴ ሕቡራት ሃገራት ቅድሚ ሰለስተ ዓመታት ውዕል ሰላም ደቡብ ሱዳን ድሕሪ ምኽታሙ ብደረጃ ሃገር ይኽሰት ዝነበረ ግጭታት ነክዮ ኣሎ ይብል። ኣብ መሬት ግና ክሳብ ሎሚ ተርኣዩ ብዘይፈልጥ ኣገባብ እቲ ህውከት ንሂሩ ከም ዘሎ እውን ይጠቅስ። ሰብዓን ሓሙሽተን ሚእታዊ ግዝኣት ደቡብ ሱዳን ብቕትለትን ዓመጽን ተለኪሙ ከም ዝርከብ ኣብዘን ዝሓለፋ ሸውዓተ ዓመታት ማእኸላይ ኢኳቶርያ፣ ዋረፕ፣ ዮንግለይን ፒቦርን ማእከል እቶም ጥቕዓታት ኮይኖም ከም ዘለዉ እቲ ኣርብዓን ሸውዓተን ገጻት ዝሓዘ ሪፖርት ሕቡራት ሃገራት የርእይ።

ደቂ ኣንስትዮን ቆልዑትን ተጨውየን ብውልቀን ብጉጅለን ተደፊረን ንዝጨወይወን ብግዲ ንክምርዐዋ ይግበር ኣሎ። ዝተጨወዩ ደቂ ተባዕትዮ እውን ተገዲዶም ኣብ ሰራዊት ይምልመሉ ኣለዉ። መበገዚ እዞም ዝተጠቕሱ ገበናት ህርፋን ስልጣን፣ ምምንዛዕ ግዝኣት፣ ከምኡ እውን ንነዳድን ካልኦት ጸጋታት እታ ሃገር መን ይቆጻጸር ዝብል ከም ዝኾነ ይጠቕሱ። ፈጸምቲ ገበን ዝሓተና ኣካል የለን ዝብል ስምዒት ስለ ዘሕደሩ ርኡይ መግሃስቲ ሰብኣዊ መሰላት ይቕጽሉ ኣለዉ ኢሎም ይብል ሪፖርት ሊዛ ሽላይን ካብ ጀኔቫ። ነመስግን በትረ።
ናይ ኣልጀርያ ፕሬዚዳንት ዓብዱልመጂድ ትቡን ናይ ስልጣን እዋኑ ከብቅዕ ትሕቲ ሓደ ዓመት ዝተረፎ ፓርላማ ሃገሮም በቲኖም። ትቡን ካብ ገንዘብን ግዕዝይናን ነፃ ዝኾነ ሓዱሽ ሕገ መንግስቲ ንምፅዳቕ ምርጫ ክካየድ ፀዊዖም ኣለው። እቶም ፕሬዚዳንት ብምውሳኽ ኣብቶም ዝቕፅሉ ክልተ መዓልታት ነቲ መንግስቲ ዳግም ከምዝብውዝዎ ተዛሪቦም ኣለው። ኣብ እዋን ካብ ስልጣኖም ዝተባረሩ ናይ ቀደም ፕሬዚዳንት ዓብዱልዓዚዝ ቡተፍሊቃ ቀዳማይ ሚኒስተር ዝነበሩ ናይ ሕዚ ፕሬዚዳንት ተብወን ቡተፍሊቃ ካብ ስልጣኖም ንክወርዱ ኣብ ተቓውሞ ዝተሳተፉ ስሳ ኣባላት ተቓውሞ ንክፍትሑ እውን ኣዚዞም ኣለዉ። ንቡተፍሊቃ ኣብ ዝተክእሉ እዋን ንኣድመጽቲ ዝኣተዎ መጽብዓ ንምምላእ እዩ ተባሂሉ ኣሎ። ምዕቡላት ሃገራት ዓለምን ኩባንያታት መድሓኒትን ድኻ ሃገራት ክታበት ኮሮናቫይረስ ክረኽባ ዘኽእለን መጽብዓ ሎማዕንቲ ዓርቢ ክኣትዉ ምዃኖም ተፈሊጡ። እዚ ዝግለጽ ዘሎ ኣብ ዓለም ብቁጠባ ዝማዕበላ ጉጅለ ሸውዓተ ሃገራት ሎማዕንቲ ዓርቢ ብኢንተርኔት ወይ ቨርቹዋል ተራኺቦም ብዛዕባ ምምካት ዓለም ለኸ ለበዳን ዳግመ ህንጸት ቁጠባ ዓለምን ቅድሚ ምዝርራቦም እዩ። ውድብ ጥዕና ዓለም ዘይምዕሩይ ዕድላት ክታበት ነቲ ለበዳ ጥራሕ እዩ ከናውሖ ክብል ኣጠንቂቑ ኣሎ። ኣብ ኣኼባ ጉጅለ ሸውዓተ ንፈለማ ግዜ ዝሳተፉ ዘለዉ ናይ ዩናይትድ ስቴትስ ፕሬዚዳንት ጆ ባይደን ድሕሪ እቲ ኣኼባ ናብ ሚችጋን ተጓዒዞም ንመምረቲ ፋብሪካ ክታበት ፋይዘር ብምዕዛብ ምስ ሰራሕተኛታት ክራኸቡ እዮም። ዝወሓደ ቀረብ ክታበት ኮቪድ-19 ኣብ ዘለዋ ክፍለ ዓለም ኣፍሪካ በቲ ቫይረስ ዝሞቱ ልዕሊ ሚእቲ ሽሕ ሰባት ተመዝጊቦም ኣለዉ። ብመሰረት ጆን ሃፕኪንስ ዩኒቨርሲቲ፣ ኣብ ዓለም ልዕሊ ሚእትን ዓሰርተን ሚልዮን ሰባት ብኮቪድ ዓሰርተ ትሽዓተ ምትሓዞም ተፈሊጡ ኣሎ። ዩናይትድ ስቴትስ ልዕሊ ዕስራን ሸውዓተን ሚልዮን፣ ህንዲ ዓሰርተ ሓደ ሚልዮን፣ ብራዚል ድማ ዓሰርተ ሚልዮን ብምምዝጋብ ኣብ ዓለም ካብ ቀዳማይ ክሳብ ሳልሳይ ተሰሪዐን ኣለዋ። ኣብ መወዳእታ፣ ዩናይትድ ስቴትስ ናብ ናይ ፓሪስ ስምምዕ ለውጢ ኩነታት ኣየር ሎማዕንቲ ዓርቢ ብወግዒ ዳግም ተመሊሳ። ምምሕዳር ባይደን ኣብ ዝቕጽሉ ሰላሳ ዓመታት ልቀት ጋዝ ብዝለዓለ ደረጃ ንምንካይ ኣብ ዝተለምሉ እዋን'ዩ እዚ ዝኸውን ዘሎ። ሊቃውንትን ናይ ወጻኢ ዲፕሎማትን ዩናይትድ ስቴትስ ናብቲ ስምምዕ ምምላሳ ብሓጎስ ተቐቢሎሞ ኣለዉ። ኣዕናዊ ለውጢ ኩነታት ኣየር ንምውጋድ ናብ ክልተ ሚእቲ ዝጽግዓ ሃገራት ኣብ ክልተ ሽሕን ዓሰርተ ሓሙሽተን ኣቆጻጽራ ፈረንጂ ውዕል ካብ ዝፍርማ ካብቲ ስምምዕ ዝወጸት እንኮ ሃገር ዩናይትድ ስቴትስ ጥራሕ እያ ነይራ። ቅድሚ ባይደን ፕሬዚዳንት ዝነበሩ ዶናልድ ትራምፕ ኣብቲ ስምምዕ ምጽናሕ ንዩናይትድ ስቴትስ ብዙሕ ዘኽስራ እዩ ክብሉ እዮም ካብቲ ስምምዕ ወጺኦም ነይሮም። ዜና ኣብዚ ይፍጸም።